ሃገረ ሞሮኮ ንሃገራት ሰሜን ምዕራብ ኣፍሪካ ወደብ ባሕሪ ክጥቀማ ፈቒዳ። እቲ ዝሃደመ ዓፋረታይ በዓል ስልጣን ብረታዊ ቃልሲ ምጅማሩ ኣፍሊጡ። ዓመፅቲ ሑቲ ኣብ ልዕሊ እስራኤል መጥ መጥቃዕቲ ሚሳኤል ፈጺሞም። ሃገረ ኢራን ሓድሽ ባሊስቲክ ሚሳኤል ዕላው ገይራ። ብኣወል ስዒድን ሰብ ዝሰኣነ ሰብን ዝተገብረ ጽምዶ ብመርዚ ዝተለውሰ መዓር ክብሉ መራሕቲ ቃልሲ ኤርትራውያን ኮኒኖምዎ። ሰላምታና ነናበ ዘለኹምዎ ይብጻሕኹም ክቡራትን ክቡራንን። እንሆ ዜናታት እዚ ዕለት ብኣርእስተ ዜና ፈሊምናዮ ኣለና። ካብ መባእታ ክሳብ መወዳእታ መደብና ሓቢርኩምና ክትጽንሑ ብኽብሪ ንዕድም። ሞሮኮ ንሃገራት ሰሜን ምዕራብ ኣፍሪካ ወደብ ባሕሪ ክጥቀማ ፈቒዳ። ሚኒስተር ጉዳያት ወፃኢ ሞሮኮ ባሕሪ ዘይብለን ሃገራት ማለት እውን ማሊ፣ ቡርኪና ፋሶን ኒጀርን ንውቅያኖስ ኣትላንቲክ ክጥቀማሉ ዘቕረበቶ ሕቶ ከም ጸደቐ ኣፍሊጡ። ሚኒስትራት ጉዳያት ወጻኢ እተን ብወታደራዊ መንግስታት ዝምርሓ ሰለስተ ሃገራት ምዕራብ ኣፍሪካ ምስ ንጉስ መሓመድ ሻድሻይ ኣብ ርእሰ ከተማ ሞሮኮ ራባት ኣብ ዝገበርዎ መርገጺ ሃገራቶም ከም ዝተኻፈሉ እቲ ሚኒስትሪ ኣብ ዘውፅኦ መግለጺ ሓቢሩ። ሰለስቲኤን ሃገራት ማለት እውን ማሊ፣ ቡርኪና ፋሶን ኒጀርን ካብቲ ብኢኮዋስ ዝፍለጥ ዝዋዊ ጉጅለ ከም ዝወፅኣ ዝሓለፈ ዓመት ኣፍሊጠን ነይረን። ብድሕሪ እዚ ድማ ኪዳን ሃገራት ሳሕል በዝበል ዝፍለጥ ናይ ገዛእ ርእሰን ጸጥታዊ ምሕዝነት ብምቋም ምስ ከምኒ ኣሜሪካን ፈረንሳይን ዝኣመሰላ ናይ ነዊሕ እዋን መሓዙት ምዕራባውያን ሃገራት ዝነበረን ወተሃደራዊ ርክብ ኣቋሪጸን ወተሃደራዊ ደገፈ ንምርካብ ናብ ሩስያ ኣቕኒዐን ኣለዋ። እቲ ዝሃደመ ዓፋረታይ በዓል ስልጣን ብረታዊ ቃልሲ ምጅማሩ ኣፍሊጡ ኣሎ። ኣብዚ ቀረባ እዋን ናብ ኤርትራ ዝሃደመ ላዕለዋይ በዓል ስልጣን ዓፋር ዕጥቃዊ ቃልሲ ምጅማሩ ብወግዒ ኣውጁ። ኣባል ቤት ምኽሪ ክልል ዓፋርን ሓላፊ ቢሮ ልምዓት እንስሳን ሃብቲ ተፈጥሮን ዝኾነ ሓጂ ኢብራሂም ዑስማን ብ11 ሚያዝያ 2017 ዓ ም ንዓጀብቱን በታ ክልል ዝተመደበሉ መኪና ምስ ገናሕያን ሒዙ ናብ ሃገረ ኤርትራ ከም ዝሃደምን ዝፍለጥ እዩ እቲ ነበር በዓል ስልጣን ዕጥቃዊ ቃልሲ ንምክያድ ግንባር ብሔራዊ ሓድነት ዓፋር ዝተባህለ ውዳበ ይምስርት ከም ዘለዉ እውን ገሊጹ። ብኢሳያስ ኣፈወርቂ ዝምራሕ መንግስቲ ኤርትራ ብመንግስቲ ኢትዮጵያ ካብ ዝኹረፍ ንደሓር ኣብ መንጎ ክልትኤን ሃገራት ዝነበረ ወጥሪ እናወሰኸ ብምምፅኡ መንግስቲ ኤርትራ ካብ መንግስቲ ኢትዮጵያ ንዘፈንገጡ ጉጅለታት ኣብ ምጽማድን ምሽራኽን ምህላዉ እናተነግረሉ ጸኒሑ። ኣብዚ ጉዳይ ብመንግስቲ ክልል ዓፋር ይኹን ፌዴራል መንግስቲ ዝተዋሃበ ሓሳብ የለን። ዓመፅቲ ጉጅለ ሑቲ ኣብ ልዕሊ እስራኤል መጥቃዕቲ ሚሳኤል ፈፂሞም። መንግስቲ እስራኤል እቲ ሚሳኤል ኣብ ጥቓ እቲ ቀንዲ ዓለም ለኸ መዕርፎ ነፈርቲ ሃገር ዝኾነ መዕርፎ ነፈርቲ ቤንጎርዮን ከም ዝዓለበ ኣፍሊጡ። እቲ ኣብ ጥቓ ቴል ኣቪቭ ዝዓለበ ሚሳኤል ጸሊም ትኪ ክፈጥር ወይ ድማ ነቲ ከባቢ ክሽፍን እዩ ዝተራእየ። እቲ ትኪ ናብ ኣየር ብምርያብ ኣብ ህንፃ መዕርፎ ነፈርቲ ኣብ ዝነበሩ ተጓዓዝቲ ስንባደ ፈጢሩ እዩ። በቲ ፍንጃረን እቲ ፍጻመን ብድምር ልዕሊ ሽዱሽተ ሰባት ቆሲሎም ኣለዉ። እዚ ከምዚ ኢሉ እናሃለወ ሚኒስትር ምክልኻል እስራኤል ካትዝ ንዝኾነ ዘጥቃዕና ኣካል ሸውዓተ ዕጽፊ ምላሽ ክንህብ ኢና ክብል ኣጠንቂቑ። ወሃቢ ቃል ምልሻ ሑቲ ያሕያ ሳሬህ ኣብ ዘውፅኦ መግለፂ መዕርፎ ነፈርቲ እስራኤል ድሕሪ ደጊም ንመገሻ ዝጥዕም ወይ እውን ውሕስ ከም ዘይኸውን ገሊጹ ኣሎ። ምስዚ ብዝተተሓሓዘ እውን ንፍልስጤማውያን ከም መሻርኽቲ ንሰርሕ ኢና ክብል ገሊጹ። ሚሳኤል ሑቲ ንክሊ ኣየር እስራኤል ኣብ ዝጥሕሰሉ ዘሎ እዋን ደወል ምክልኻል ሓደጋ እስራኤል ድምፂ እኳ እንተስምዐ እቲ ሚሳኤል ንምንታይ ክዕገት ከም ዘይከኣለ ይምርመር ከም ዘሎ ጋዜጣ ታይምስ ኦፍ እስራኤል ጸብጺቡ። ኢራን ሓድሽ ባሊስቲክ ሚሳኤል ዕላው ገይራ። እቲ ሚሳኤል ሽሕን ክልተ ሚእትን ኪሎ ሜትር ርሕቐት ከም ዝውንጨፍ ዝተገለጸ ኮይኑ ንምክልኻል ኣሜሪካን እስራኤልን ከም ዝምክት እውን ይዝረብ ኣሎ። ሚኒስትር ምክልኻል ኢራን ዓዚዝ ናስር ዛደህ እቲ ቃስም ባሲር ተባሂሉ ዝጽዋዕ ጽንዑን ሓፊስን ነዳዲ ዝጥቀም ባሊስቲክ ሚሳኤል ንኣሜሪካውያን ፓትሪዮትን ተሃድን ሓዊሱ ምዕቡላት ስርዓታት ምክልኻል ኣየርን ሚሳኤላትን ንምሕላፍ ዝሕግዝ ምዝዋር ዓቕሚ ኣለዎ ተባሂሉ። ብኣፈኛ ኤርትራ ኣወለ ስዒድን ኣክቲቪስት ሰብ ዝተኣነ ሰብን ዝተገብረ ጽምዶ ብመርዚ ዝተለውሰ መዓር እዩ ክብሉ መራሕቲ ቃልሲ መናእሰይ ኤርትራውያን ኮኒኖምዎ። ትግራይ ኣብ ልዕሊ ቁስላ ካልእ ደምን ቁስልን ክውስኹ ከካብ ሸነኹ ዝወጣወጡ ኣብታር ይበራኸቱ ኣለዉ። ብሓባር ተላፊኖም ዘይቀተልዋ ትግራይ ብሰሜንን ደቡብን ተሸኺሎም ፍትሖም ምስ ተጋሃደ እውን ገግብሮምን ዘስምረሎም ትግራዋይ መሓዛ ተቐናጅዮም ካልእ መቐጸልታ ጽንታ ከዋድኑ ሕዚ እውን ስልም ኣይጀመሩን ዘለዉ ቀዋሚ ፈታውን ጸላእን የለን ዝብሉ ኣዳኸርትን ንዕኦም ዝታንዑ ኮረይትን ወወገኖም ሒዞም ሓዲኦም ብደቡብ ምስ ዘሎ በዓል ግብሪ ገሊኦም ምስ ብሰሜን ዘሎ በዓል ባሕሪ እናተዋሃዱ ነንሶም ዝቃተልሉን ዓዶም ዝህገርሉን ብልሓታት ይቐውዱ ኣለዉ ናይዝታት መቐጸልታ ድማ ኣብ ትሕቲ ፌዴራልነት መሓደር ክልል ከም ነውሩ ዝቝጸር ኣብ ታሪኽ ዓለም ሓድሽ መዝገብ ዝኸስት ምስ ካልእ ሉዓላዊት ሃገር ምስጢራዊ ኪዳን ምእሳሮም እዩ ብዕድመ ልዕለን ትሕተን ኮይኖም ዝተፈጥሩን ኣብ በረኻ መተዓቢትን ዝኾኑ ሻዕብያን ህወሓትን ብኣፈኛታቶም ኣቢሎም ካብ ዝናቡ ናብዚ ኣብ ልዕሊ ብዙሓት ተጋሩን ኤርትራውያንን ዓብዪ ስግኣት ተሸሚሙ ይርከብ። ብፍላይ ከዓ ደለይቲ ፍትሕን ተቓለስትን ኤርትራውያን ነቲ ጉዳይ ብመርዚ ዝተለውሰ መዓር ክብሉ ኣምሪሮም ኮኒኖምዎ ኣለዉ። ክቡራትን ክቡራንን ንሎሚ ዝሓዝናዮም ዜናታት እቶም ክትከታተልዎም ዝጸናሕኹም ይመስሉ ነይሮም። ንምክትታልኩም ኣዚና ነመስግን። ሰላም። መደባትና ቀልጢፎም ክበጽሕኹም ላይክ፣ ሸር፣ ሳብስክራይብ ብምግባር ቤተሰብ ኩኑ።